እንሆ ንበረከት ካብ ጆይ ሄር ኮሌክሽን ናይ ሙሉእ ዝተመርጸ ኣብ ሓደ ቤት በብዓይነቱ ሰብ ሰርሖ ጸጉርሲ እንክትርእዮ ዝደስስ እናሓደረ ዝምስጥ ቤትክን እዩ ሕልዕ ድማ ናትክን ብሸነን ክንጅምር ኣብየት ክጽብቕ ከጸብቐላ ለካ ሸነነነነነነን ሻሎም ንሰላም ዝዕድም ንመርዓ ዘቐዱም ሃገር ኩለን ዝሓብይኦ ደቂ ሃገር መለይ ኣንታ ሓላፍ መንገዲ እንተ ርኢኻያ መለይ ሰላም በለለይ ወይ ኣጋጣሚ ዛውያ ናይ ቀዳሞትና እያ ናይ ዘመንና ማሕለፍያ ዛራ ዝዛሪ ማይዶ ወይስ ዛራ መዐደኒ ወርቅና ሳሊና ምልክት ሃብቲ ጨውና ሕላገት መኸተና ሓረግ ኣቤት ኣቤት ከጸብቐላ ለካንዶ ሓረግ ተባሂሉ ብልክዕ ሽኮር ኢና ንዓመታ መዓር ብዘይካዚ ብሽ መጸውዒ ዝሓዘ ናይ ዘመንና ጸጉሪ ርእሲ ኣለኩም

እና ኣብ ቦታና ስለዚ ህንጡይነት በዚሕዎም ኣሎ ብመጀመርያ ንመን ስነጥበባዊት ኢኺ ዓዲምኪ ዘለኺ እዚ ቦታ እስኪ ሓብርና ዝኸበርኩም ተኸታተልቲ ህሞና ነባሪት ሎማዓንቲ እውን ከምቲ ወትሩ ንገብሮ ሓንቲ ካብተን ዓበይቲ ስነጥበበኛታት ናይ ሃገርና ኢና ቀሪብናልኩም ዘለና እዛ ስነጥበበኛ እዚኣ ተጋዳሊት እያ ስነጥበበኛ ዓባይ ካብተን ኣለዋና ንብለን ናይ ብሄረ ሳሆ ድምጻውያንና ውን እያ እዛ ጋሻ እዚኣ ስነጥበበኛ ኣዴና ሳዕዳ ጣሂሮ ኢና ኣምጺኢናልኩም ዘለና ምሳና ተጓዒዝኩም ሰላም ክትብልዋ ርሑስ ዒድ ውን ክትብለኩም ጽቡቅ ደዊልናላ ኣለና ሕጂ እወ ኣቀዲምና ደዊልናላ ኣለና እወ ጽቡቅ ንክየድ ትወርድ ውን ኣላ ኦ ኣካያዲ ስራሕ እዚ በጊዕ ክትቅበሉ ዲኹም ምክንያቱ ኣዝዩ ከሸግረኒ እዩ ቅድም እሞ ቅድም እሞ እዛ ኢለይ ትምጻና ኣሕኳ ትወርድ ኣላ ትወርድ ኣላ ሳዕዲተይ ሃዋሁ ናይ ዒድ ኣብ እንዳ ኮርያ ከምዚ ንከታተሎ ዘለና መቸም ኩሉ ዒድ ዒድ እዩ ዒድ ዒድ ይሽትት ዘሎ ጥዑም ሽታ ዒድ እዩ ዝጨንወና ዘሎ ዝጨንወና ዘሎ ኩሉ ኣራይ መፅያትና ኣላ ማማ ሳዒዳ

ምስ ቡን ቅልው ኣቢልና ክንበልዓ ኢና ላዕሊ ድይብ ኢልና እንሻላ።
ርሑስ ዒድ ደጊምና ደጋጊምና ርሑስ ዒድ። ንኹልና ብሓባር ርሑስ ዒድ ይግበረልና። ኣሜን ኣሜን ተወሳኺ ድማ እዚ ንዕዘቦ ዘለና በጊዕ ከኣ ማማ ሰዓዳየ እዚ ድማ ብምኽንያት ዒድ ከም

ናይ ማማ ሰዓደ ኣብ ርእስያ ኣስዕብ ኣቢለ ብመጀመርያ ቅድሚ ዝኮነ ሕቶ ምሕታትና ናይ ዮውሃና መልእክቲ ነዞም ኩሎም ስድራቤትና የሕዋትና ከምኡ ድማ ደቅና ማለት እዩ ነቶም ዝዓበክን ኣዴታት ኮታ ብሓፈሻ ናይ ዮውሃና መልእክቲ ከተማሓላልፊ። እሺ
ብቀዳምነት ን ኣመንቲ ምስልምና ናይ ርሑስ ዒድ ዮውሃና ከመሓላልፍ እደሊ። ኣብ ደገን ኣብ ውሽጢ ኤርትራ ዘለዉ ህዝብና ብሓፈሽኡ ዮውሃና ክብል እደሊ። ብፍላይ ከኣ ኣብ ምክልኻል ሰራዊት ዘለዉ ሳላሳን ሽዱሽተን ዙር ከኣ ዮውሃና ክብል እደሊ። ፅቡቅ ጓል ክላ ድያ እዛ ኣላ እወ እዋ ሕሳስ ልደ ጓለይ ኣብ ሳዋ ኣላ ራንዳ መሓመድ ብፍላይ ከኣ ንራንዳ ዮውሃና ርሑስ ዒድ ይግበረልኪ ምስ ምሉእ ነጥብኽን ብጥዕናኽን ክትመጽኒ በዓልቲ ምሉእ ተስፋ እየ። እንሻላህ ፅቡቅ ፅቡቅ ኣብ ስደት ንዝርከቡ ስድራቤት ኩሎም ኮታ ብሓፈሻ ንኩሎም ኤርትራውያን ብፍላይ ድማ ኣመንቲ ምስልምና ከኣ ናይ ዮውሃና መልእኽተይ ከመሓላልፍለይ ማማ ሰዓደ። እሺ ኣብ ስደት ዘሎ ህዝቢ ኤርትራ ብምሉኡ ዮውሃና ርሑስ ዒድ ይግበረልና እንዳበልኩ ብፍላይ ከኣ ንሃና ጓለይ ኣብ ሽወደን ትርከብ ርሑስ ዒድ ይግበረልኪ እንሻላህ ዝመጽእ ዘሎን ዓመታ ከኣ ምስ ስድራክን ኣብ ዓድክን ኮይንና ክነብዕሎ በዓልቲ ምሉእ ተስፋ እየ። ካርጅለያኒን ማራ ዲግለያኒን ማራ ዮውሃና ርሑስ ዒድ ኣልፈጥር ሲና ካይካ ንዮ።
ሽክራን ጽቡቅ የቀንየልና የቀንየልና ሳዕዳይ ዝኸበርኩም ተኸታተልትና እታ ብህንጥዩነት ከነጠብየኩም ዝጸናሕና ዓባይ ስነ ጥበበኛና ዝበልናኩም ኣብዚ ቅድሜና ዘላ ገዲም ስነ ጥበበኛ ሳዕዳ ጣሂሮ እያ ኣብዚ ግዜ እዚ ከኣ ምስ ዓባይ ጉጅለ ባህሊ ስብሪት ሃገራዊት ጉጅለ ባህሊ ስምሪት ብሓንሳእ ኮይና ዓቢ ኣበርኩቶኣ ተበርክት ዘላ ስነጥበበኛና እያ። ሰዓዳ ኣኔ ብቋንቋ ሳሆ ናይ ቋንቋ ሳሆ ደራፊትና እያ እውን። ሰዓዳየ ብሓፈሻ እዚ በዓል እዚ እስኪ ብንእስነትኪ ከመይ ትዝክርዮ ከመይ ተብዕልዮ ኔርኪ እስኪ ኣሕጽር ኣቢልኪ ንገሪና። እወ ንእሽቱ ኮለና ብዙሕ እኳ ከየስተማቐርናዮ እንዲና ሜዳ ወጺና ግን እንታይ ይዝከረኒ ገዛ ገዛ እንዳኸድና መዓየዲን እንዳበልና መቅሊል ክባና ገለ መለ ሽዑ ከምዚ ካልእ ነገር ኣይነበረን መቅሊል እኻ ትወስድ መቅሊል ሒዝና ገለ ክንከይድ ይዝከረኒ ደሓር ከይድና ናብ ሰገነይቲ እየ ተወሊደ ዓብየ ማይ ሙጉዶም ንጻወት እስላምና ትግርኛ ክርስታንና ብሓባር ነውዕሎ ኔርና ማለት እዩ። ፅቡቅ ፅቡቅ ፅቡቅ ፃዕዳይ ደስ ዝብል በዓል እዩ ዘለና ሕጂ እውን ደጊምና ደጋጊምና ምስ መላእ ስድራ ቤትኪ ርሑስ በዓል ዒድ ኣልፈጥር ክብለኪ ይደሊ ካፍት ከምቲ ንፈልጦ ብርክት ዝበለ ኣዝዩ ተሰማዕ ዝኾነ ስጋዕ ሕጂ እውን ኣብ እዝኒ ሰማዕቲ ዘሎ ደርፍታት ኣለኪ እሞ እስኪ ንእሽተይ ከተስምዕና ካፍተን ደርፍታትኪ ህዝቢ ዝፈልጠን ንሕና እውን ባህ ኢልና ክንሰምዕ ደስ ምበለና ነይርና እሺ
ካብ ናይ ቀይሕ ዕምባባ ዶ ክትሓትኒ ዘለኺ ናይ ማለት ድላይ ናይ እወ ደስ ሕጂ ዝበለኪ እወ ሰዓዳየ ካብ ናይ ቀይሕ ዕምባባ ክደርፈልኪ ሓራይ እ፣ ኣጊሮ ኣብ ኣጊሕሎ እያ ትብል ማለትሲ እዚ ብንእስነተይ ዝወፀኹሉ እ፣ ዕልል ኢለስ ኣደይ ክመፅእ

ክሊፕ ክገብረልኪ እየ ክሊፕ ክሰርሓልኪ ጠዋሊ ጠዋሊ ምስቶም ጠዋሊ ተላሃይቲ ኣለኹ ጽቡቅ ጽቡቅ ጽቡቅ እንዳ ተሓጎስኩ ጽቡቅ ስጋዕ ሕጂ ክምህ ደይብል ድምጺ ዩ ብጣዕሚ ዘለወን ኣዝዩ ወላ ውን ዘሐጉስ ደኺመን ሽኮሪና ወላ ውን ነዊሕ ዕድመ ውን መመሊሰን ጣዕመን እንዳ መቀረን ድምጺ እምበር ክምህ ደይብል ድምጺ ዩ ዘለወን ኩለን ከም ነንሓድሕደን ዕድመን ጥዕናን ይሃበልና ዘይበላለጽ ኣሜን ዕድመን እግዚኣብሔር ጥዕናን ኣሜን ከኣ ስጋዕ ኣሜን መወዳእታ ኣሜን ኣሜን ጽላል ኮንክን ንበራልና ኣሜን ኣሜን ኣሜን ኣሜን ንኹልና እዞም ደቀይ ንዓኻትኩም ውን ነቶም ንኣሽቱ ውን ዕድመን ጥዕናን ይሃብኩም። ኣሜን ኣሜን ጻዕዳየ ጽቡቅ ኣርባዓታት ሓምሳታት ዓመት ኣብ ስነ ጥበብ እየን ጌረን ዘለዋ ቀሊል ኣይኮነን። ነዊሕ ዕድመ እዩ ካብቲ ኣብ ዕድሚኤን ኣብ ዝደሕለፋሉ ኣብ ሜዳ ደሕለፋኦ ዕድመ ይበዝሕ ብናኣሽቱኣን ውን ስለ ዝወጽኣ ነዊሕ ናይ መከራ ናይ ነዊሕ ድኻም ግዜ ኣሕሊፈን ድማ ናጽነት ኣምጺኤን መጺኤን ኣለዋ ናጽነት መጺኤን ኣብ ኤርትራ ኣትየ ኣብ ኣስመራ ኣትየን ውን ኣይገደፎኦን እቲ ድኻመንን እቲ ስራሐንን

ወይ ኣብ ሜዳ ትደግምያ ዝነበርኪ እወ ናይ ዘይነ ትግርኛ ዘንዋ ኣብ ደርፊ ዝሓለፈ እዋን ቃለ መሕትት ኣብ ዝገበርናላ እወ ሓንቲ ደርፊ ምስ መጸት ኩላትካ ኢኻ ትደርፋ ነታ ደርፊ እወ ደሓር ኣብ ዝተፋላለየ ቦታታት ከኣ ይድረፍ ኢላትና ነይራ እሞ እስከ ትፈትውያ ከም ድላይኪ ኣብ ዘበን ኣነስ ሰውራ ክትከውን ትኽእል ኣብ ሕጂ ክትከውን ትኽእል። ካብ ግዜ ሰውራ ኣብ ቀይሕምባባ ማለት እዩ እወ። ዝያዳ እሱ'ዩ እቲ ሂወት ዝረኣየኒ እወ ጌና እወ። ዘይወጸለይ ዘሎ

ኩሎም ኣሕዋትና ኣብ ስደት ዘለዉ እንሻላህ ግዜ ኩሉ ተራጋጊኡ ቶሎ ኢሎም ክሞጽና ካኣ ንሕና ካኣ እንሻላህ እንሻላህ ሰብ ዓቢ ተስፋ ኢና ብተስፋ እዩ ዝነብር ህዝቢ ኤርትራ ካኣ ተስፋ ኢና እንሻላህ። ሕራይ ጽቡቅ ማማ ሳዕረ ኣዝዩ መሳጢ እዩ ዘሎ ሃዋሁና ዒድ ኮታ ብሓፈሻ በጠቃላል ኣብ ገዛ ከመይ ኣሎ ኣብዚ ከባቢኸ ከመይ ተብዕልዎ ምስ ኩሎም ስነ ጥበባውያን ምስ ኩሉ እዚ ሕብረተሰብ ብምዃን? እወ
ኩሉ ሓደ እዩ ሎሚ ዒድ እንድሕር ኮይኑ ብሙሉእና ኣብቲ ንጉሆ ምስ ፋሚሊ ትውዕል እቲ ድሕሪ ፋዱስ ከኣ ኩልና ጎረባብቲ ገለ ኮይንና ኣብዚ ታሕቲ ወሪድና ቡን እንዳሰተና ብሓባር ኢና ነብዕሎ ማለት እዩ። ብሓንሳእ ቡን ናይ ምሸት ማለት እዩ። እወ ናይ ድሕሪ ፋዱስ።

እዚኣ ናባኺ ፃዕዳ ማማ ሰዓረ እስኪ ማሻላ ከምስታይኩም ቁፅሪ ብሎክ ማሻላ በርከት

ንምሉእ ህዝቢ ኤርትራ ዮውሃና ርሑስ ዒድ ኣልፈጥር እንዳበልኩ ብድሕሪኡ ከኣ ኣብ ደገ ዘለዉ ፋሚለይ ኣብ ውሽጢ ዘለዉ ፋሚለይ ዮውሃና እንዳበልኩ ብፍላይ ንሃና ጓለይ ዮውሃና ርሑስ ዒድ ኣልፈጥር ግበረልኪ ይብል ኣብ ሳዋ ዘላ ሳላሳን ሽዱሽተን ዙር ራንዳ መሓመድ የውሃና ርሑስ ዒድ ኣልፈጥር ግበረልኪ እንዳበልኩ ምስ ነጥብኺ ምስ ሙሉእ ታሕጓስኪ ክትመፅኒ በዓልቲ ሙሉእ ተስፋ እየ ብድሕሪኡ ከኣ መርዋን መሓመድ ኣብ ኣዲስ ኣበባ ኣሎ። ዮውሃና ርሑስ ዒድ ኣልፈጥር እግበረልካ ይብል ብሙሉእ ህዝቢ ኤርትራ ዮውሃና።
ዓሽ ዓሽ ዓሽ የቐንየልና ማማ ሳዕደ ንሕና ድማ ንዓኽን ንመላእ ስድራቤትክን ንኹሎም ኣስተማቐርቲ ናትኪ ደርፍን ብሓፈሻ ብሓፈሻ ኮታ ንመላእ ህዝቢ ኤርትራ ኣብ ውሽጢ ሃገርና ወጻን ብፍላይ ድማ ንኣመንቲ ምስልምና ርሑስ ዒድ ኣልፈጥር ክኾነሎም ንምነ ዕድመን ጥዕናን ይሃብኪ ኣሜን ኣብቲ ናይ ስነ ንኹልና ጥበብ ስራሕ ኩሉ ግዜ ክትህልውልና መታን ኣሚን ኣሚን ኣሚን ንኹልና ኣሜን ኣሚን ጀግና ኣሚን ደቂ ቴንክ ዩ ጀግና ርሑስ ይቐንየልና በዓል ሳዕዳይ። ኣነ ከዓ ስለ ኣኽቢርኩም እ፣ ስለ ነቲ ሞያይ ኣኽቢርኩም መጺኹም ከምዚ ኢልኩም ምሳይ ላዕልን ታሕትን ምባልኩም